ሕጂ ምሳይ ስለ ዘየላ ኣካውንተይ ደጊመ ክኸፍት ኣይከኣልኩን ወይ ድማ ኤስኤምኤስ ብኡ ክመጸኒ ኣይከኣለን ወይ ድማ ኢሜይል ኣብቲ ነቲ ፌስቡክ ኣካውንተይ ቅድሚ ነዊሕ ዓመታት ወይ ኣብ ካልእ ሃገር ክኸፍቶ እንከለኹ ዝተጠቐምኩሉ ኢሜይል ኣድረስ ካልእ ነይሩ ሕጂ ተዓጽዩ ክኸፍቶ ይክእልኒ ስለዚ ክኸፍቶ እንተ ደኣ ደልየ ኤስኤምኤስ ኮድ ናብኡ ይኸደኒ ኣሎ ወይ ፓስወርድ ክቕይር እንተ ደኣ ደልየ ናብኡ ኮድ ይመጸኒ ኣሎ እሞ ደጊመ ከኣ ክኸፍቶ ኣይከኣልኩን እንታይ ክገብር ኣለኒ ዝብል ብዛዕባ ናይ ፌስቡክ ማለት እዩ ብብዝሒ ሕቶታት ይመፀኒ እዩ እዚ ድማ ሓደ ካብቲ ጠንቂ እዚ ሕጂ ኣብዚ ኣምፅኤን ዘለኹ ነጥብታት ክንገብሮ ስለ ዘይከኣልና ቀዲምና ኢና ናብቲ ፀገም ንሱ ንወደቕ ማለት እዩ ስለዚ ኣብዛ ቪድዮ እንታይ ኢና ክንርኢ ነቲ ከምኡ ዓይነት ኣብ ዝመፅእ ግዜ ማለት እዩ ከምዚ ዓይነት ፀገማት ከየጋጥመና ቁፅሪ ቴሌፎን ናይ ቀደም ንጥቀም ከይንህሉ ኢሜይል ኣድረስ ሕጂ ክንከፍቶ ዘይንኽእል ንጥቀም ከይንህሉ ኣብዚ ሕጂ ግዜ ግን ሞባይልና ስለ ተኸፊታ ዘላ እቲ ኣካውንትና ድማ ሓንሳብ ተኸፊቱ ስለ ዘሎ ስቕ ኢልና ንጥቀመሉ ንጸንሕ እሞ ደሓር ግን ዝኾነ ነገር ምስ ኣጋጠመ ካልእ ሞባይል እንተ ቀይርና ወይ ኣብ ካልእ ቦታ ክንከፍቶ እንተ ደሊና እቲ ኣካውንትና ክንከፍቶ ወይ ድማ እቲ ፓስወርድ ክንቅይሮ ምስ ዘለና ሽዑ ተረኣኻ እቲ ናይ ቀደም ቁፅሪ ቴሌፎን ድዩ ወይ ድማ ኢሜይል ክትጥቀም ትጸንሕ እሞ እቶም ፌስቡክ ድማ ከይነገርካዮም ስለ ትጸንሕ እቲ ዝመጽእ እቲ ክሰድዎ ዝደልዩ ናባኻ ኤስኤምኤስ ኮድ እዩ ወይ ድማ እቲ ኮድ ነቲ ፓስዎርድኻ መቐየሪ ናብኡ ይሰድዎ ንስኻ ግን እታ ሞባይል ትኹን ወይ እቲ ኢሜይል ስለዘይብልካ ደጊምካ ክትከፍቶ ኣይትኽእልን ኢኻ ብኡ መገዲ ድማ ክሳብ እቲ ናትካ ኣካውንት ክትከስሮ ወይ ድማ ክትስእኖ ትኽእል ማለት እዩ እምበኣር ክሳብ እዛ ቪድዮ እንታይ ኢና ክንገብር ኣብ ፌስቡክ ኣካውንትና ኣቲና ኣብዚ ሕጂ ግዜ ተመዝጊቡ ዘሎ ቁጽሪ ቴለፎን ይኹን ኢሜይል ኣድረስ ትኽክል ኣሎ ድዩ ቸክ ክንገብር ኢና እንተድኣ ጌጋ ተልዩ ወይ ድማ ናይ ቀደም ናምበር ተመዝጊቡ እንተድኣ ኣልዩ ድማ ንዑ ደምሲስና እዚ ኣብዚ ሕጂ ግዜ ምሳና ዘሎ ቁጽሪ ቴለፎን ይኹን ኢመይል ኣድረስ ክንምዝግቦ ኢና ማለት እዩ። በዚ መገዲ ድማ እቲ ናይቲ ኣካውንትና ውሕስነት ከነረጋግጽ ኢና ማለት እዩ። ኦኬ እምበኣር መጀመርያ ፌስቡክ ኣካውንትና ንኸፍቶ። ድሕሪኡ ኣካውንትና ምስ ከፈትናዮ ኣብዚ የማናይ ሸነኽ ኣብ ታሕቲ ትሪእዋ ዘለኹም ሰለስተ ሕንጻጽ ዘለዋ ኣብ ኣንጥቑ ማለት እዩ ብዛ ሜኑ ትብል ዘላ ብድሕሪኡ ከም ዝብል ምስ መጻና ኣብ ላዕሊ ብየማናይ ሸነኽ ማለት እዩ እዛ ናይ ሰቲን ምልክት ዘላ ኣብዚኣ ሰቲን ንጥውቕ ናብኣ ንኸይድ ድሕሪኡ ከም ዝብል ክመጻና እዩ ከም ንሪኦ ዘለና ኣካውንት ሰንተር ትብል ዘላ ኣብዚ ላዕሊ ቀዳመይቲ ኣላ ማለት እዩ ኣብዚ ሲ ሞር ኢን ኣካውንት ሰንተር ዘሎ ኣብዚ ንጥውቕ ማለት እዩ ብድሕሪኡ ከምዚ ኢሉ እቲ ኣካውንት ሰንተር ክመጸና እዩ ማለት እዩ ቁሩብ ስክሮል ጌርና ንታሕቲ ምስ ወረድና እዚኣ ፐርሰናል ዲቴይልስ ትብል ዘላ ካልእይቲ ዘላ ኣብዛ ኣካውንት ሰቲን ማለት እዩ ፐርሰናል ዲቴይልስ ትብል ዘላ ኣብዚኣ ንጥወቕ ብድሕሪኡ ከምዚ ኢሉ እቲ ፐርሰናል ዲተይል ምስ መፀና ኣብዚ እቲ ዕድሜና ድዩ ካልእ ኩሉ ኢንፎርሜሽን ኣሎ ንሕና ግን ኣብዛ ኮንታክት ኢንፎ ትብል ዘላ ኣብዚኣ ንጥውቕ ድሕሪኡ ከም ንሪኦ ዘሎና እቲ ናትና ኮንታክት ኢንፎ ኣብኡ ዝጸንሐ ማለት እዩ ኣብዚ ክመጸናይ ከም ትሪእዎ ዘለኹም ናተይ ሓንቲ ኢመይል ኣላ ውሑስ ኣይኮነን ኣነ እዚ ንመፈተኒ ኢለ ዝገበርክዎ እዩ ርከ እዚኣ ዝኾነት ኮይና መእተው የብለይን ማለት እዩ ስለዚ ቁፅሪ ቴሌፎን ከዓ ክትገብረሉ ኣገዳሲ እዩ ማለት እዩ ሓንቲ ኢመይል ጥራይ ምህላው ፅቡቅ ኣይኮነን እቲኣ ዝኾነት ኮይና እቲኣ ስለ ክትጥቀም ትኽእል ማለት እዩ ስለዚ እንታይ ክንገብር ኢና ሓዳሽ ኣካውንት ወይ ኢመይል ማለት እዩ ወይ ድማ ቁፅሪ ቴለፎን ኣብዚ ክንምዝግበሉ ኣለና ማለት እዩ ስለዚ ኣነ እንታይ ክገብር እየ እንድሕር ዝኾነ ነገር ቁፅሪ ቴለፎን ዲና ወይ ድማ ኢመይል ኣድረስ ኣብዚ ከነእቱ ተደሊና ኣብዚኣ ኣድ ኒው ኮንታክት ትብል ዘላ ኣብዚኣ ንጥወቅ ማለት እዩ ብድሕሪ እዚኣ ከምዚ ኢላ ምርጫ ክትበና እያ ቁፅሪ ቴለፎን ዲኻ ክትምዝግብ ደሊኻ ዘለኻ ወይ ድማ ኢመይል ትብለና ኣላ ካብዚ መሪፅና በብሪጋ ዋላ ክልቲኡ ክንገብሮ ንኽእል ኢና ማለት እዩ ስለዚ ንሕጂ ሓዲኤን መሪጽና ክንገብር ኢና ንኣብነት ንክኾነና ማለት እዩ ስለዚ ንበል ቁጽሪ ቴለፎን ደልየሉ ከኣ ኣብዛ ኣድ ሞባይል ናምበር ክጥውቅ እየ ድሕሪኡ ከምዚ ኢሉ እቲ ናትና ቁጽሪ ቴለፎን ክንመልኦ ክህበና እዩ ከም ንሪኦ ዘለና እቲ ሃገር ክንቅይሮ ንኽእል ኢና ናተይ ኔዘርላንድ ኣሎ ብዚ ሕጂ ግዜ ኣብዚ ጠዊቅኩም እቲ ዘለኹምዎ ሃገር መጀመሪ ቁጽሪ ናይቲ ትነብርሉ ዘለኹም ሃገር ወይ ድማ እትጥቀምሉ ቁጽሪ ቴለፎን ኣብዚ ትመልእዎ ድሓር ኣብዚኣ ከም እትሪእዎ ዘለኹም እቲ ናተይ ተደመሮ ሰላሳን ሓደን ኢሉ ጀሚሩ ኣሎ ብድሕሪኡ እቲ ምሳኹም ዘሎ ቁፅሪ ቴለፎን ኣብ ዝትመልእዎ ማለት እዩ ካብቲ መጀመሪ ኣብቲ ላዕሊ ኣለኩም ብድሕሪኡ ዘሎ ኣብ ዝትመልእዎ ማለት እዩ ብድሕሪኡ ኣብዚኣ ምስ መላእኩማ ኔክስት ብልዋ ብድሕርዚ ከምዚ ኢሉ እቲ ኮንፊርሜሽን ኮድ ናብታ ቁፅሪ ቴለፎንኩም ናብታ ኣቕዲምኩም ዝመላእኩማ ናብኣ ክመፅእ እዩ ኣብ ዝትመልእዎ ማለት እዩ እቲያ ሓዳሽ ዝመላእኩማ ናምበር ናብዚ ምስ መጸኩም ኣብዚ ትመልኦ ማለት እዩ ድሓር ኣብዚ ምስ መላእኩሞ ኔክስት እንተዳ ኢልኩማ ንስኹም ምዃንኩም ኣረጋጊጻ እቲ ትክክል ተደኣ ኮይኑ ትኮድ እታ ናምበር ሴቭ ክትገብራ እያ ማለት እዩ ሕጂ ኣነ እቲ ናምበር እቲ ቁፅሪ ቴሌፎን ዘይከውን ስለ ዝመላእክዎ እቲ ኤስኤምኤስ ክመፀኒ ይክእልኒ እዚ ድማ ከም ትሪኦ ዘለኹም ብጫ ሕብሪ ገይሩ ፔንዲንግ ይብለን ኣሎ እቲ ኮንፊርሜሽን ወይ ድማ እቲ ዝመፀኒ ኮድ ትክክል ስለ ዘይነበረ ማለት እዩ እንተ ደኣ ኢሜይል ተደሊና ከዓ ልክዕ ከምቲ ዓንተወይ ዝገበርናዮ ኣብታ ኣድ ኒው ኮንታክት ኢልና ኣብዛ ኢሜይል ኣድረስ መሪፅና ኣብዚኣ ንመፅእ ማለት እዩ ብድሕሪኡ ኢሜይል እቲ ደሊናዮ ዘለና ኢሜይል ኣድረስ ሓድሽ ኢሜይል ኣድረስ ማለት እዩ ኣብዚ ንመልኦ ልክዕ ከምታ ነታ ቁፅሪ ቴሌፎን ክንመልኣ ከለና ዝገበርናዮ ማለት እዩ ሓደ ዓይነት መስርሕ እቲ ኢሜይልና ኣብዚ ንበሎ ድሕሪኡ ኔክስት ንብላ ከም ትሪኦ ዘለኹም እቲ ኣካውንት ኣብ ሓንቲ እታ ኢሜይል ኣብ ሓንቲ ኣካውንት ጥራይ ኢኻ ክትጥቀመላ ዝፍቀደካ ስለዚ እዛ ኢሜይል ኣድረስ እዚኣ ኣብ ካልእ ኣካውንት ተጠቒምካላ ኢኻ ብለኒ ኣሎ ሓቆም እዮም ማለት እዩ ካልእ ኣካውንት ስለ ዝኸፈትኩላ ደጊመ ኣብዚ መሊሰ ከእትዋ ኣይፍቀደንንዩ ስለዚ ሓድሽ ኢመይል ኣድረስ ፈይስቡክ ተኸፊትዎ ዘይፈልጥ ወይ ኣብ ፈይስቡክ ተጠቒምኩምሉ ዘይትፈልጡ ክትገብርዎ ኣለኩም ማለት እዩ ስለዚ ኣነ እዚኣ ደምሲሰ ካልእ ትሚለ ኖርማል ኢመይል ክንመልኦ እዩ ማለት እዩ እቲ ደልናዮ ዘለና ኢሜይል ኣብዚ ንመልኦ እዚ ኣነ ሳክት ፅሒፈ at gmail dot com ኢለ ጽሒፈዮ ኣለኹ ንሕጂ ንክሕልፈኒ ኢለ ማለት እዩ ኔክስት ንብላ ሽዑ ብድሕሪኡ ልክዕ ከምታ ናይታ ቁፅሪ ቴሌፎን ምስ መላእና ኮድ ናብ ሞባይልና ዝመፀና ኣብ ኢመይልና ድማ ኮድ ክመፀና እዩ ማለት እዩ እቲ ዝተሰደደ ኮድ ኣምፅና ድማ ኣብዚ ንመልኦ እዚ ንመልኦ ማለት እዩ እቲ ዝመፀና ኮድ ሓር ኔክስት ንብላ ማለት እዩ ከም ትሪኦ ዘለኹም ናተይ ዘን ሕጂ ዝመላእክወን ኢሜይልን እታ ቁፅር ቴሌፎንን እቲ ትክክል ስለ ዘይኮና እቲ ኮድ ክመፀን ይከኣልን ማለት እዩ ናብተን ዝመላእክወን ስለዚ ከረጋግፀሎም ኣይከኣልኩን እናተይ ምዃንን ወይ ድማ ኣነ ምዃነይ ከረጋግፀሎም ስለ ዘይከኣልኩ ብጫ ምልክት ገይሩ ፔንዲን ንብል ኣሎ እንድሕር ናትኩም ግን እቲ ትክክል ቁፅር ቴሌፎንኩምን ኢሜይልኩምን ተዳ መሊእኩሞ ናብኡ ኮድ ክመፀኩም እዩ ኮድኩም ምስ መላእኩም ድማ እዚ ኖርማል ጥዑይ ኮይኑ ክምዝገብ እዩ ማለት እዩ ብድሕሪኡ እቲ ዘድልየኩም ቁጽሪ ቴለፎን ይኹን ኢመይል መዝጊብኩም ምስ ወዳእኩም፣ እቲ ውዝጸንሐ ናይ ቀደም ወይ ድማ ዘይትጥቀምሉ ኢመይል ኣድረስ ይኹን ቴለፎን ድማ ከተጽርይዎ ተመራጺ ስለ ዝኾነ፣ እንተድኣ ክትድምስስዋ ደሊኹም ኣብ ኣፍታ ዝደለኹማ ትጥውኡ ከምዛ ኣብዚኣ ትርእይዋ ዘለኹም ብድሕሪኡ ከም ዝብል ክመጸኩም እዩ። ደሊት ናምበር ትጥውቁ ኣብዚኣ ቀያሕ ዘላ። ድሕሪኡ ከም ዝብል ምስ መጸኩም ድማ ኣብዚኣ ናይ ደሊት ትብል ዘላ ማለት እዩ ብምጥዋቕ እቲኣ ናምበር ጠቕሊልኩም ካብቲ ኣካውንቶም ክትድምስስዋ ትኽእሉ ማለት እዩ። ከምዚ ድማ ከም ዘምሰስኩሞ ክሕብረኩም እዩ ዳን ትብልዋ ክሎዝ ትብልዋ ብድሕሪ መይስኩም እታ ኢሜይል እውን ክትድምስዋ ተዳደሊኹም ከም ትሪኦ ዘለኹም ተቐዲመ ዝመዝገብኩ ኣብኣ ትጥውቑ ልክዕ ከምታ ቀዲምና ዝገበርናዮ ኣብታ ኢሜይል ትጥውቑ ብታ ክትድምስዋ ደሊኹም ዘለኹም ድሕሪኡ ከምዚ ኢላ ክትክፈተልኩም እያ ደሓር ከኣኒ እሳ ምዃና ኣረጋጊጽኩም እታ ክትድምስዋ ደሊኹም ዘለኹም ምዃና ደጊምኩም ቸክ ትገብርዋ ብድሕሪኡ ኣብዛ ደሊት ኢመይል ኣድረስ ትብል ዘላ ጠዊቕኩም ድማ ብድሕሪኡ ድማ ኣብዚኣ ከምዚ ምስብል ምስ መጸኩም ኣብዛ ደሊት ጠዊቕኩም እታ ኢመይል ኣድረስ ካብቲ ኣካውንትኹም ጠቕሊልኩም ትሓክዋ ወይ ድማ ትድምስስዋ ማለት እዩ ስለዚ በዚ መገዲ እዚ ገይርኩም ድማ እቲ ኣካውንትኹም ተፅርይዎ ማለት እዩ ድሓር ሜስኩም ክሎስ ትብልዋ ኣብዚኣ ድሕሪኡ ከም ንሪኦ ዘለና ናብታ መጀመርያ ዝነበረታ ተመሊሳ ማለት እዩ ብዙሕ ግዜ ሓንቲ ኣካውንት ላትና ኣነ ፅቡቕ ኣይኮነን ከም ዝበልኩኹም ግድን ቁፅሪ ቴሌፎን ወይ ድማ ካልኢት ኣካውንት ክትምዝግብ ተመራፂ እዩ እምበርከ እታ ሓንቲ ዝኾነት ኮይናትካ እታ ሓንቲ ክትጥቀም ስለ ትኽእል ማለት እዩ ንሕጂ ግን ኣነ ንመርኣይ ኢለ ስለ ዝገበርኩ ሓንቲ ኣካውንት ላትኒ እኽልቲኣ እዚ ኣካውንት እዚኣ ማለት እዩ ከምዚ ጌረ ገዲፈያ ኣለኹ ማለት እዩ ስለዚ በዚ ጌረ ኣጽረዮ ኣለኹ ኣብዚ ሕጂ ግዜ ድማ ኣይናይ ኣካውንት ተመዝጊቡ ኣሎ ኣይናይ ኢሜይል እዩ ወይ ድማ ቁጽሪ ቴሌፎን ተመዝጊቡ ኣሎ ብዚ ኣካውንተይ ኣረጋጊጸ ኣለኹ ስለዚ ንዝመጽእ ግዜ ዝኾነ ነገር እንተ ኣጋጢሙ ምስ ሞባይለ ይኹን ምስ ኣካውንተይ ኣብ ዝኾነ ቦታ ደጊመ ክኸፍቶ ከም ዝኽእል ወይ ኮድ ወይ ፓስወርድ ተረሲዑ ድማ ደጊመ ከም ብሓድሽ ሓድሽ ፓስወርድ ክሰርሕ ወይ ድማ ክሓትት ከም ዝኽእል ገይረዮ ኣለኹ ማለት እዩ በዚ መገዲ ገይረ ድማ እቲ ውሕስነት ናይቲ ኣካውንተይ ኣመሓይሸዮ ኣለኹ ማለት እዩ ስለዚ ናይ ሎም ቪድዮ እዚኣ ነይራ ተስፋ ይገብር ክትሕግዘኩም ወይ ድማ ሓጋይስ ኮይና ክትረኽብዋ ማለት እዩ እንተ ደኣ ፈቲኹማ ላይክ ሸር ግበርዋ ኢኹም ኣብ ቀጻሊ ከምዚ ዓይነት ሓገዝቲ ቪድዮታት ክትከታተሉ ሳብስክራይብ ኣይትረስዑ ኢኹም ኣብ ዝመጽእ ቪድዮ ብካልእ ኣገደስቲ ክሳብ ንራኸብ ቻው